ደሓን ድምስም ኩብረ ሰማዕትና ዝርዝር ዜና እንሆም ኣብ ውሽጢ ዞባታት ኩናት ክንቀሳቀሱ ዝኽእሉ ዓለም ለኸ ትካላት ረድኤት ኣብ ከባቢ ወሎ እናወረደ ዘሎ ሰብኣዊ ጉድኣት ንምዕፃፍ ዝገብርዎ ፃዕሪ ውሕድ እዩ ክብሉ ምምሕዳራት ደቡብን ሰሜንን ወሎ ተዛሪቦም ሕጂ ውን እንተኾነ ነቲ ጸገም ትኹረት ክህብዎ ውን ሓቲቶም። ፓርላማ ኢትዮጵያ ኣሸባሪ ክብል ዝሰየሞን ንባዕሉ መከላኸሊ ሓይሊ ትግራይ ናብ ዝብል ዝቐየረ ኣካል ኣብ ዞባ ደቡብ ወሎ ናብ ወረዳታት ቶህሊደር፣ ኣምባሰል፣ ወረባቦን ደላንታን ሰሊኹ ንምእታው ፈተነ ገይሩ ግን እቲ ፈተንኡ ፈሺሉ ንድሕሪት ከንሳሕብ ተገይሩ'ሎ እንተበሉ እኳ ፖለቲከኛታት ኣመሓደርቲ ሕጂ እውን ስግኣት ኣለና ዝብሉ ኣባላት ማሕበረሰብ ከምዘለዉ ዝጠቐሰ ሪፖርተር ቪኦኤ መስፍን ኣራጌ ሓደ ካብ ሓረስቶት እዮም ዝበሎም ኣቶ ይማም ኣሕመድ ጥሪት ሓዊሱ ንዘበናት ዘጥረናዮ ሰለስተ መዓልታት ኣብ ዘይሓልፍ ግዜ ጉድኣት ወሪዱ ምባሎም ሓቢሩ ኣሎ። ኣመሓዳሪ ቀበሌ ዜሮ ሸሞንተ ወረዳ ወረባቦ ኣቶ ሰይድ መሓመድ ዝተባህሉ ከኣ ሓረስቶት ብኣማእት ዝቑፀራ ከፍትና በሪሰናና ንዝገደደ ፀገም ከይንቃላዕ መንግስትን ዝምልከቶም ኣካላትን ህፁፅ ረድኤት ይግበሩልና ክብሉ ሓቲቶም ኣለዉ። ወሃቢ ቃል ህወሓት ኣቶ ጌታቸው ረዳ ግን ከምዚኦም ዝበሉ ምስ ምጥሓስ ሰብኣዊ መሰላትን ዘረፋን ንዝለዓልዎም ክስታት ደጋጊሞም ኣሉታ ሂቦምሉ እዮም። ሓይልታትና ንፁሃት ዜጋታት ዒላማ ኣይገብርን እዩ ኢሎም እዮም። ኣመሓዳሪ ዞባ ደቡብ ወሎ ኣቶ ሰይድ መሓመድ ሰሊኹ ክኣቱ ምስ ዝፈተነ ሰራዊት ህወሓት ልዕሊ ሓደ ወርሒ ኲናት ከም ዝገበሩ እዮም ንቪኦኤ ገሊፆም ዘለዉ። ህወሓት ኣብ ዝቆፃፀሮ ከባቢታት ወሎ ጥሜት ኣትዩ ንዝብል ግን ናብ ጥሜት ዝሰገረ ፀገም የለን ኢሎም ኣለዉ። ምክትል ኣመሓዳሪ ዞባ ሰሜን ወሎ ዲያቆን ተስፍሁን ባያቤል ብሰንኪ እቲ ኹናት ልዕሊ ክልተ ሚእትን ሰብዓን ሽሕ ሰባት ከም ዝተመዛበሉን ብዛዕባ እቲ ህወሓት ኣብ ዝቆፃፀሮም ዘዋታት ሰሜን ወሎ ዘሎ ህዝቢ ከም ዝሻቐሉን ገሊፆም ኣለው። ወሃብ ቃል ህወሓት ኣቶ ጌታቸው ረዳ ብወገኖም ሓይልታቶም ኣብ ዝተቆፃፀርዎ ከባቢታት ዝርከብ ሓገዝ ዘድልዮም ኣባላት ማሕበረሰብ ካብ ዓለም ለኸ ትካላት ረድኤት ክረኽቡ ኩነታት ብምምችቻው ብሓባር ንምስራሕ ድሉዋት ምዃኖም ገሊፆም ክብል መስፍን ኣራጌ ካብ ደሴ ሓቢሩ ኣሎ። ኣብ ዝሓለፈ ዓሰርተ ዓመታት ንህንፀት ዓብዪ ግድብ ህዳሴ ኢትዮጵያ ካብ ዳያስፖራ ሓደ ቢልዮንን ክልተ ሚእትን ስሳን ሰለስተን ሚልዮንን ብር ኣታዊ ተረኺቡ ክብል ቤት ፅሕፈት ኣተሓባባሪ ህዝባዊ ተሳትፎ ዓብዪ ግድብ ህዳሴ ኣፍሊጡ። ብመሰረት ትካል ዜና ኢትዮጵያ ኢዜኣ ነቲ ነዊሕ ፈለግ ኣባይ መበገሲ ኢትዮጵያ ብምግባር ሽዱሽተ ሽሕን ሽዱሽተ ሚእትን ሰብዓን ሓደን ኪሎ ሜትር ዝጓዓዝ ኣብ ዓለም ቀዳማይ ፈለግ እዩ ድሕሪ ምባል ንዘበናት ንምድረ ባዕዳን ከስቲ ዝነበረ ኣባይ ካብ ኣብራኹ ንዝወፀ ግን ካብ ደርፊ ዝሓለፈ ጎሊሁ ሽሻይ ኣይነበረን ኢሉ ኣሎ። ሕጂ ኢትዮጵያውያን ንሃገሮም ንምልማዕን ንርእሶም ኮይኖም ንጎረባብቲ ንምክፋልን ዓብዪ ግድብ ህዳሴ ምስራሕ ካብ ዝጅምሩ ዓሰርተ ዓመት መሊእዎም ኣሎ ኢሉ ኣሎ። ኣብ ዝሓለፉ ዓሰርተ ዓመታት ማለት ክሳብ ዝሓለፈ ሰላሳ ነሃሰ ክልተ ሽሕን ዓሰርተ ሰለስተን ዓመተ ምህረት ኢትዮጵያ ኣብ ውሽጥን ወፃእን ዝነብሩ ኢትዮጵያውያን ንህንፀት እቲ ግድብ ዓሰርተ ሓሙሽተ ቢልዮንን ትሽዓተ ሚእትን ሰላሳን ሓደን ሚልዮንን ዝጽጋዕ ገንዘብ ኣዋጺኦም ይብል ትካል ዜና ኢትዮጵያ ኢዜኣ። ሓላፊ ኮሚሽን ሰብኣዊ መሰላት ኢትዮጵያ ዶክተር ዳንኤል በቀለ ሙሉእ ዕድሚኡ ንሰብኣዊ መሰላት ስለ ዝተጣበቐ ተባሂሉ ናይ ጀርመን ኣፍሪቃ 221 ሽልማት ሰብኣዊ መሰላት ከም ዝተዓወተ ተፈሊጡ 24 ጋዜጠኛታት ፖለቲካዊ ፋውንዴሽንን ፖለቲካውያንን ዝሓቆፈ ትካል ጀርመን ኣፍሪቃ ዝሃቦ ሽልማት ንዝሓለፉ ዕስራን ሓሙሽተን ዓመታት ኣብ ኣፍሪቃ ንውሩያት ውልቀ ሰባት ዝወሃብ ፍሉይ ሽልማት ጀርመን እዩ። እዚ ሽልማት እዚ ዓሚ ንሶማልያዊ ተሓላቒ መሰል ኤልዋድ ኢልማን ከም ዝተዋህበ እቲ ዜና ይሕብር። ዶክተር ዳንኤል በቀለ ኣብ መበል ዕስራን ሰለስተን ዓመት ዕድሚኡ በዓል ሙያ ሕጉ ኮይኑ ኣብ ኣዲስ ኣበባ ስርሑ ከም ዝጀመረ ከምኡ'ውን ንዘይመንግስታዊ ትካል ክኢላ ዲሞክራስን ሰብኣዊ መሰላትን ኣማኻሪ ከም ዝነበረ ካብቲ ዝወፀ ፅሑፍ ንምፍላጥ ይከኣል። ዶክተር ዳንኤል በቀለ ኣብ 2005 ዓ ም ኣብ ዝተኻየደ ምርጫ ተዓዛቢ ኮይኑ ከም ዝሰርሐ ንፅፉፍነት እቲ ምርጫ ድሕሪ ምንቃፉ ግን ብሓይልታት ፀጥታ መጥቃዕቲ ከም ዘጋጠሞን ከም ዝተኣስረን ንመንግስቲ ንምዕላው ፈቲንካ ተባሂሉ ተኸሲሱን ተኣሲሩን ከም ዝነበረ እውን ዝዝከር እዩ። እዚ ሬድዮ ድምፂ ኣሜሪካ እዩ። ኣብ ሞቓድሾ ሶማል ብርእሰ ቅትለታዊ መጥቃዕቲ ሎሚ ሰሉስ ዝተፈንጀረ ቦምብ ብውሕዱ ዓሰርተ ሓደ ሰባት ከም ዝቐተለ መሰኻኽርን ሰበ ስልጣንን ገሊጾም። ብመሰረት እቶም መሰኻኽር እቲ ፈጻሚ ርእሰ ቅትለት ናብ ሓደ እንዳ ሻሂ እትው ምስ በለ ተዓጢቕዎ ዝነበረ ቦምብ ከም ዝተባርዐ ሓቢሮም። እቲ መጥቃዕቲ ዝወረደሉ ስፍራ ጥቓ መዕርፎ ነፈርትን ቀንዲ ቤት ጽሕፈት ዓቃብ ሰላም ሕብረት ኣፍሪቃን እዩ። ግዳያት እቲ ጥቕዓት ሰላማውያን ሰባትን ወተሃደራትን ከምዝኾኑ እውን ተፈሊጡ ኣሎ። ቀዳማይ ሚኒስተር ሶማል መሓመድ ሑሴን ሮቤሌ ባርባራዊ መጥቃዕቲ ሸባብ ክብሉ ኮኒኖሞ ኣለዉ። ሕጂ እውን ካብ ሶማል ከይወጻእና ፕረዚደንት ሶማል ንጉዳይ ዝተሰወረት ሶማልያዊት ሰላሊት ዘጻሪ ሓደ ኮሚቴ ኣቑሞም። ሰላሊት ሳይበር ሴኪሪቲ ሶማል ኢክራን ታሂል ፋራሕ ብኣልሸባብ ተቐቲላ ዝብል መግለጺ ብክፍሊ ድሕንነት ፕረዚደንት ዓብዱላሂ ፋርማጆ ከም ዝተዋህበ ዝዝከር እዩ። ዳይረክተር ቤት ጽሕፈት ፕረስ እቶም ፕረዚደንት፣ እቲ ሓሙሽተ ኣባላት ዝሓዘ ኮሚተ ኣናዳይ ሓቂ፣ ዋና ዓቃቢ ሕጊ ሶማል ከም ዝመርሖ፣ ዋና ዳኛ ቤት ፍርዲ ሰራዊት፣ ምኽትል፣ ካልኦት ሰለስተ ኣባላት ድማ ካብ ሰራዊት ከም ዝተመዘዙ ኣፍሊጡ ኣሎ። ቤተሰብ እታ ዝተሰወረት ሰላሊት ግን ንመግለጺ እቶም ፕረዚደንት ተቓዊምዎ ኣሎ። ወላዲታ ወይዘሮ ቃሊ መሓመድ ጓሃድ ሰራዊት እታ ሃገር ንኸጻርዮ ከም ዝመርጻ ጠቒሰን ኣለዋ። እዚ ሬድዮ ድምጺ ኣሜሪካ እዩ። ሕብረት ኤውሮጳ ትሑት ኣታዊ ንዘለወን ሃገራት ክሳብ ፍርቂ ክልተ ሽሕን ዕስራን ክልተን ዓመተ ምህረት ክልተ ሚእቲ ሚልዮን ዶስ ክታበት ኮቪድ ዓሰርተ ትሽዓተ ንምሃብ ቃል ኣትዩ ኣሎ። ፕረዚደንት ኮሚሽን ኤውሮጳ ዩርሴላ ቫንደር ለይን ነቲ ዝተኣተወ ቃል ትማሊ ዝገለጸኦ ኣብ ስተርስበርግ ፈረንሳ ኣብ ፓርላማ ኤውሮጳ ኣብ ዝገበርኦ ዓመታዊ መደረ ሕብረት ኤውሮጳ እዩ። ኣብቲ መደረ ቫን ደር ለይን ሕብረት ኤውሮጳ ኣብ ርእሲቲ ኣቐዲሙ ቃል ዝኣተዎ ክልተ ሚእትን ሓምሳን ሚልዮን ዶስ ተወሳኺ ክልተ ሚእቲ ሚልዮን ዶስ ንምሃብ ወጢኑ ኣሎ ኢለን ኣለዋ። እዚ ወፍሪ ሃፍትን ምሕዝነትን ወፍሪ ሃፍትን ዓለም ለኸ ጥዕናን እዩ ክብላ እውን ገሊጸንኦ ኣለዋ። ካብቲ ዓለም ለኸ ዶስ ኮቪድ ዓሰርተ ትሽዓተ ሓደ ሚእታዊ ጥራይ ኣብ ትሑትን ማእከላይን ኣታዊ ዘለውን ሃገራት ምብጽሑ፣ ብርኪ ዘይፍትሓውነትን ህጹጽነት እቲ ጉዳይን ግልጺ ይገብሮ ዝበላ ቫን ደር ሌይን፣ እቲ ቫይረስ ክታበት ኣብ ዘይከላኸሎ ብርኪ ለበዳ ከይብጻሕ ኩሉ ዝከኣለና ንግበር ክብላ'ውን ንኣባላት ፓርላማ ሕብረት ኤውሮጳ ኣገንዚበን ኣለዋ። ሰሜን ኮርያ ሰሙን ኣብ ዘይመልአ ግዜ ካልኣይ ዓብዪ ፈተነ ሓፂር ርሕቐት ቦሊስቲክ ሚሳይላት ኣካይዳ። እዚ ፈተነ ነቲ ጠጠው ዝበለ ዲፕሎማሲያዊ ዘተ ኒኩሌር ብዝምልከት ኣብ ልዕሊ ዩናይትድ ስተይስ ድፍኢት ንምግባር ፒዮንግያን ዝገበረቶ ዳሕረዋይ ፈተነ ይመስል። ሰሜን ኮርያ ነቲ ፈተነ ሚሳይላት ዝገበረቶ ዳርጋ ንሽዱሽተ ኣዋርሕ ተነፃፃሪ ስቕታ ኣርእያ ድሕሪ ምፅንሓ እዩ። ብሶኑይ ፈተነ ሚሳይል ክሩዝ ከምዝፈተነት ምስ ኣፍለጠት ዓብዪ ኣርእስተ ዜናታት ኮይኑ እዩ። ድሕሪ ክልተ መዓልታት ሎሚ ከኣ ክልተ ቦሊስቲክ ሚሳይላት ከም ዝፈተነት ተገሊጹ ኣሎ። እዚ ሬድዮ ድምፂ ኣሜሪካ እዩ። ናይ ዩናይትድ ስቴትስ ሚኒስተር ፍትሒ ክፍለ ግዝኣት ቴክሳስ ዳርጋ ንኹሉ ዓይነት ምስዳድ ወይ ከዓ ምንፃል ጥንሲ ዝኽልክል ሓድሽ ሕጊ ኣብ ግብሪ ከየውዕል ናይ ፌዴራል ዳኛ ክእግዶ ብምሕታት ህፁፅ ጥርዓን ኣቕሪቡ። ምምሕዳር ባይደን እቲ ሓድሽ ሕጊ ደቂ ኣንስትዮ ጥንሲ ናይ ምቁራፅ መሰለን ዝፃባእ ዘይሕገ መንግስታዊ ስጉምቲ እዩ ይብል ሪቻርድ ግሪን ዝለኣኾ ጸብጻብ ገብረ ገብረመድህን ከቕርቦ እዩ። ሚኒስተር ፍትሒ ኣርብዓን ሓሙሽተን ገጽ ዝሓዘ ጥርዓን ትማሊ ሰሉስ ናብ ናይ ከባብያዊ ቤት ፍርዲ ፌደራል ኣቕሪቡ ኣሎ። ሚኒስተር ፍትሒ እቲ ሰኔት ቢል ኤይት ብዝብል ዝፍለጥ ሓዱሽ ሕጊ ደቂ ኣንስትዮ ሕገ መንግስታዊ መሰለን ከይጥቀማ ዝኽልክል እዩ ክብል ይከራኸር። እዚ ህጹጽ መስርሕ ምምሕዳር ባይደን ኣብ ልዕሊ ሓድሽ ሕጊ ቴክሳስ ዝወሰዶ ካልኣይ ሕጋዊ ስጉምቲ እዩ። ካብ ሓደ መስከረም ጀሚሩ ኣብ ግብሪ ዝወዓለ እዚ ሓድሽ ሕጊ ሽዱሽተ ሰሙን ዝገበረ ጥንሲ ምስዳድ ከምዘይከኣል ይኽልክል። ተቓወምቲ ናይዚ ሕጊ ሽዱሽተ ሰሙን መብዛሕትኤን ደቂ ኣንስትዮ ጥንሲ ምሓዘን እኳ ኣይፈልጣን ይብሉ። ብኣስገዳድ ተደፊረን ወይ ኣብ መንጎ ናይ ቀረባ ሕውነት ዘለዎም ሰባት ብዝፍጸም ርክብ ግብረ ስጋ ዝፍጠር ጥንሲ እቲ ሕጊ ሕድገት ይገብር። ቴክሳስ ትርግታ ልቢ ተባሂሉ ዝጽዋዕ ጥንሲ ናይ ምውራድ እገዳ ኣብ ግብሪ ካብ ዘውዓላ ብሪፓብሊካውያን ዝምርሓ ደርዘን ክፍለ ግዝኣታት ሓንቲ እያ። መብዛሕትኡ ግዜ ኣብ ሽዱሽተ ሰሙን ሓልሓሊፉ እታ ጥንስቲ ነፍሰ ፁር ምዃና ከይፈለጠት እቲ ዝተጠንሰ ልቡ ትርግ ምባል እንተድኣ ጀሚሩ ማለት እዩ። ኣብያተ ፍርዲ ቅድሚ ሎሚ ከምዚኦም ዝበሉ እገዳታት ከይፍፀም ከልኪሎም እዮም። ደቂ ኣንስትዮ ካብ መጠን ዝሓለፈ ጣልቃ ምእታው መንግስቲ ከይዓገተን ሕገ መንግስታዊ መሰለን ተጠቒመን ጥንሲ ክሰዳ ይኽእላ እየን ብዝብል ስነ ሞግዕት እቲ ናይ ቴክሳስ ሕጊ ጸረ ምንጻል ጥንሲ፣ ብዘይተለምደ ኣገባብ ተራ ዜጋታት ጥንሲ ናይ ምውራድ ኣገልግሎት ንዝህቡ ትካላት ወይ ጥንሲ ክስደድ ንዝሓገዘ ዝኾነ ይኹን ሰብ ክኸሱ ስልጣን ዝህብ እውን እዩ። ከሲሶም ዝዕወቱ ድማ ክሳብ ዓሰርተ ኣርባዕተ ሽሕ ዶላር ካሕሳ ይሽለሙ። ገብረ ገብረመድህኔ ካብዚ ካብ ሲልቨር ስፕሪንግ ሜሪላንድ። ሚኒስትር ጉዳያት ወፃኢ ዩናይትድ ስቴትስ ኣንቶኒ ብሊንከን ብትካላት ሕቡራት መንግስታትን ዘይመንግስታውያን ትካላትን ኣቢሎም ንህዝቢ ኣፍጋኒስታን ሰብኣዊ ረድኤት ምሃብ ከም ዝቕፅሉ ትማሊ ሰሉስ ቃል ኣትዮም። ዩናይትድ ስቴትስ ኣብ ልዕሊ ጣሊባን ንዘሎ ማዕቐባት ግን ኣይከተልዕሎን እያ ኢሎም ኣለዉ ብሊንከን። ኣብ መወዳእታ ናይ ዩናይትድ ስቴትስ ፕረዚደንት ጆ ባይደን ዓሚ ጽንኩር ኩነታት ኣየር ንኣሜሪካ ዋጋ ኣኽፊሉዋ እዩ ኢሎም። ባይደን እዚ ሓያል ኩነታት ኣየር ንዩናይትድ ስቴትስ ተስዓን ትሽዓተን ቢልዮን ዶላር ከም ዘኽፈላ ዝገለጹ ኣብ ጎልደን ኮሎራዶ ኣብ ቤተ ፈተነ ሃገራዊ ብከይዲ ተፈጥሮ ዝርከብ ጸዓት ትማሊ ኣብ ዝበጽሕሉ እዋን እዩ። ዜና በዚ ተፈጺሙ።
የቐንየልና ምንያ እዚ ሬድዮ ድምፂ ኣሜሪካ እዩ ካብ ዋሽንግተን ዲሲ ናብ ምንያ ክመልሰኩም ቱርኪ ነቲ ኣብ ኣፍጋኒስታን ተኸሲቱ ዝርከብ ሰብኣዊ ቅልውላው ንምግታእ ዓለም ለኸ ሓባራዊ ስጉምቲ ክውሰድ ይግባእ ክትብል ፀዊዓ ቱርኪ ነዚ ዝገለጸት ኣብ ዓለም ዝበዝሐ ቁጽሪ ስደተኛታት ሒዛ ትርከብ ሃገር መጠን ብምዃና ካብ ሎሚ ንደሓር ካብ ኣፍጋኒስታን ኮነ ካልኦት ከባቢታት ንዝመጹ ስደተኛታት ከም ዘይትቕበል ድሕሪ ምጥንቃቓ እዩ። ሪፖርተር ቪኦኤ ዶር ኣን ጆንስ ካብ ኢስታንቡል ንዝለኣኸቶ ጸብጻብ ሳራ ፍስሃየ ከተቕርቦ እያ። ኣብቲ ትማሊ ሶኑይ ዝተኻየደ ኣኼባ ሕቡራት ሃገራት ዝተረኽቡ ሚኒስትር ጉዳያት ወጻኢ ቱርኪ መቭሉት ቻቭሽሎ ብዛዕባ ኣብ ልዑል ሰብኣዊ ቅልውላው ዝርከቡ ኣፍጋኒስታናውያን ስደተኛታት ዓለም ለኻዊ ሓበራዊ ስጉምቲ ክውሰደሉ ዝግባእ ሰዓት ሕዚ እዩ ኢሎም። እቲ ሎሚ ኣብ ኣፍጋኒስታን ኣጋጢሙ ዝርከብ ዘሎ ሰብኣውን ጸጥታውን ቅልውላው ሳዕቤኑ ንዓለምና ብቐጥታ ዝጸሉ ብምዃኑ

ንዝመጹ ከባቢ ኣርባዕተ ሚልዮን ዝጽግዑ ስደተኛታት ምዕቋባ ኣመስጊኖም እዮም። ኣብቲ ቱርኪ ምስ ሕብረት ኣውሮጳ ዝኣተወቶ ስምምዕነት ስደተኛታት ሲርያ ንምዕቋብ ብቢልዮናት ዝቝጸር ዶላር ሓገዝ ትረክብ። ሓደ ሓደ መራሕቲ ሕብረት ኣውሮጳ ስደተኛታት ኣብ ጥቕኦም ናብ ዝርከባ ሃገራት ክዕቆቡ ይግባእ ኣብ ዝብል ሓሳብ ብምስምምዖም ቱርኪ ንስደተኛታት ኣፍጋኒስታን ክትቅበልን እቲ ዝኣተወቶ ውዕሊ ክናዋሕን ሓሳብ ኣቕሪቦም እዮም። ይኹን እምበር ኣባል ቀንዲ ተቓዋሚ ፓርቲ ቱርኪ ሲኤችፒ ዝኾነ ዑናል ቺቬኮዝ ንፖሊሲ ስደተኛታት መንግስቲ ቱርኪ ኣትሪሩ ነቒፉ። እዚ ልዑል ጉድለት ምምሕዳር ዝተመዝገበሉ እዩ። ኣብ መንጎ ቱርክን ሕብረት ኣውሮጳን ዝነበረ ርክብ ብቐሊሉ ርክብ ዕድጊት እዩ። ዝተወሰነ ገንዘባዊ ሓገዝ ንቱርኪ ብምሃብ ዋሕዚ ስደተኛታት ጠጠው ክብል ደልዮም ዝገበርዎ እዩ ነይሩ። ይኹን እምበር እቲ ሸኽሚ ኣብ ልዕሊ ህዝቢ ቱርኪ እዩ ተዳጒኑ። ንማሕበረሰብ ዓለም ብማዕረ ክባጻሕ ኣይተገብረን። ሕዚ እውን ከምኡ እንተቐፂሉ ንስደተኛታት ኣፍጋኒስታን ስዒቡ ተመሳሳሊ ኣካይዳ ክቕፅል እዩ ዝብል ስግኣት ኣለና እዮም ዝበሉ። ላዕለዎት ሰበስልጣን ሕብረት ኣውሮጳ ኣብ ዝሓለፈ ሰሙን ናብ ኣንከራ በፂሖም ኣብ ትርኪ ዘሎ ጉዳይ ስደተኛታትን ስምምዓትን ተዘራሪቦም። ኣንከራ ተወሰኽቲ ስደተኛታት ከም ዘይትቕበል ብምግላፅ ሕብረት ኣውሮጳ ነቲ ፀውራ ክሕግዛ ፀዊዓ። ሓደ ሓደ ተንተንቲ ኣንከራ ካብ ሕብረት ኣውሮጳ ዝወሃባ ሓገዝ ከም እትደልዮ ክገልጹ ከለው ከም ሶል ኦዜል ዝተባህለ በዓል ሞያ ዓለም ለኻዊ ርከባት ግና ፕሬዚዳንት ቱርኪ ረሴብ ጠይብ ኤርዶጋን ኣብዚ እዋን ልዕሊ እቲ ሓገዝ ገንዘብ ንህዝቦም ዘእምንሉ ሜላ የድልዮም ኣሎ ከም ነፃ ቪዛ ዝበሉ ይብል ፍቓድ ጉዕዞ ነፃ ቪዛ ቱርኪ እቲ ፈላማይ ስምምዕነት ኣካል ስደተኛታት ሲርያ ዝነበረ እዩ ይኹን እምበር ስጋብ ሕዚ ገሊኤን ሃገራት ኣባል ሕብረት ኣውሮጳ ብዘይምስምማዐን ክፍቀድ ኣይከኣለን
ሳራ ፍስሃየ የቐንየልና እዚ ሬድዮ ድምፂ ኣሜሪካ እዩ ካልኣይ ሪፖርት ናብዚ ናብ ዋሽንግተን ዲሲ እዩ ዝምፀና ሚኒስትር ወፃኢ ኣሜሪካ ኣንቶኒ ብለንክን ትማል ሰሉስ ንኣባላት ባይቶ ዩናይትድ ስተትስ ኣብ ዝሃብዎ መግለጺ ምምሕዳር ባይደን ንኣመሪካውያንን ምስ ዓለም ምልኻዊ ሜድያ ዩናይትድ ስተትስን ምስ ሃገራዊ ኢንዶመንት ንደሞክራስን ንዝሰርሑ ሰባትን ካብ ኣፍጋኒስታን ናብ ምውፃእ ቀዳምነት ምሃቡ ኣፍሊጦም ይበል ብኻልእ ወገን ዩናይትድ ስቴትስ ንምምሕዳር ጣሊባን ዘይኮነስ ብቐጥታ ንህዝቢ ኣፍጋኒስታን ብኸመይ ናብ ሚልዮናት ዶላራት ረድኤት ትሰደሉ ንዝብል ትመዝኖ ኣላ ካትሪን ጊብሰን እያ ኣዳልያቶ ተወልደ ወልደ ገብርኤል ከቕርቦ እዩ መንግስቲ እየ ኢሉ ንኣፍጋኒስታን ዘመሓድር ዘሎ ጣሊባን ተወሳኺ ማዕቀብ ክንብረሉ ከም ዝኽእል እዮም ገለ ኣባላት ባይቶ ኣመሪካ ዘጠንቅቑ ዘለዉ ሓደ ካብኦም ደሞክራት ሮበርት መነንደዝ እዩ።
ዩናይትድ ስቴትስን ውድብ ሕቡራት ሃገራትን ኣብ ጣሊባን ዘለወን ማዕቀብ ክቕጽልኦ ኣለወን። ዩናይትድ ስቴትስ ኣብ ግዜ ልዝብ ምስ ጣሊባን ኣልዒላቶ ዝነበረት እገዳ ናብ ቦትኡ ክትመልሶ ኣለዋ። ዩናይትድ ስቴትስ ህይወት ኣድሕን ሰብኣዊ ረድኤት እናቐጸለት ኣብ ልዕሊ መራሕቲ ጣሊባን ግን ዋጋ ዘኽፍል እገዳ ክትገብር ኣለዋ ይብል ኮንግረስማን መነንደዝ። ሚኒስትር ጉዳያት ወጻኢ ብሊንከን 64 ሚልዮን ዶላር ረድኤት ቃል ኣትዩሎም ብቐጥታ ናብ ህዝቢ ኣፍጋኒስታን ዝኸይድ ብሊንከን ብዛዕባ እቲ ሕንፍሽፍሽ ዝበለ ምውጻእ ኣፍጋኒስታን ካብ ኣባላት ባይቶ ከበድቲ ሕቶታት ኣብ ዝቐረበሉ እዋን እዩ ብዛዕባ እቲ ረድኤት ተዛሪቡ።

እንተኾነ ዕድል ናይቶም ምስ ናይ ስሰይ ዝሰርሑ ዝነበሩን ዕድል ናይቶም ናይ ኣሜሪካ ቪዛ ቃል ዝተኣተወሎም ግን ኣይተፈልጠን ምምሕዳር ባይደን ነቲ መስርሕ ኣብ ምስላጥ ዝግብኦ ከም ዘይገበረ እውን ብክልቲኦም ፓርትታት ይንቀፍ ኣሎ ሰበ ስልጣን ዩናይትድ ስተይስ ዝተረፉ ኣሜሪካውያንን ኣፍጋናውያንን ካብቲ ሃገር ከውፅኡ ገና ይሰርሑ ከም ዘለዉ እዮም ዝገልፁ ኣብ ሰነት ኣብ ኮሚተ ጸጥታ ሃገርን ጉዳያት መንግስትን ላዕለዋይ ሪፓብሊካን ራብ ፖርትማን ግን ብዛዕባ ተሪፎም ዘለዉ ሰባት ትኽክለኛ ቁጽሪ የብልናን ይብል። ካብቶም ዝገመትናዮም ስሳ ሽሕ ኣብ ሓደጋ ዝነበሩ እቶም ፍርቆም ሰላሳ ሽሕ ጥራይ ኢና ክነውጽእ ክኢልና ዘለና ይብል ኣስዒቡ። ድሕሪ ናይ ሰሙናት ሻቕሎት ሕጂ ሚኒስትር ወፃኢ ኣሜሪካ ኣንቶኒ ብሊንከን ሰራሕተኛታት ድምፂ ኣሜሪካ ዝርከብዎም ሰባት ካብቲ ተሓቢኦምሉ ዘለዉ ቦታ ከውፅእዎም ቀዳምነት ሂቦምሉ ከም ዘለዉ ኣፍሊጡ ኣሎ ነቲ ሕቶ ዘቕረቦ ዴሞክራት ሰነተር ክሪስ ኮንስ እዩ ንሰራሕተኛታት ድምፂ ኣሜሪካ ሬድዮ ፍሪ ኢሮፕ ሬድዮ ሊበርቲ ከምኡ እውን ንስድራ ቤቶም ሓዊስካ ሓሙሽተ ሚትን ሓምሳን ዝኾኑ ገና ዘይወፁ ኣለዉ ስለዚ ሚኒስትሪ ወፃኢ ነዚኦም ከውፅእ ቀዳምነት ሂብዎም ኣሎ ዶ? ዝብል ሕቶ ዝቐረበሉ ኣንተኒ ብሊንከን እወ ዝብል ምላሽ ሂቡ ኣሎ። ዩናይት ሰይስን መሻርኽታን ሚእትን ዕስራን ኣርባዕተን ሽሕ ኣውፂኦም ኣለው። መብዛሕቲኦም ኣፍጋናውያን እዮም። መወዳእታ ዝነበረ ወተሃደራዊ በረራ ኣሜሪካ ነሓሰ ሰላሳን ሓደን።
የቕንየልና ተወልደ እዚ ሬድዮ ድምፂ ኣሜሪካ እዩ ዝኽሪ መስከረም 11 ብሰንኪ ዘጓነፈና ቴክኒካዊ ጸገም ቀዳም ሰንበትን ክሓልፍ ይግብኦ ነይሩ ኣይከኣለን ሎሚ ካልኣይን ዛዛምና ክነቕርበልኩም ኣዳልያ ተቕርበልኩም ዘላ መን ኣፈወርቂ
ምናልባት ኣብ ከተማ ኒውዮርክ ዝረኣኹሞ ናይ ሓለዋ ለውጡ ንኣብነት ቅድሚ ሰፕተምበር 11 ክፉት ዝነበረ ንህዝቢ ዝተፈላለዩ ሚዜማት ክኾኑ ይኽእሉ ወይ ካልኦት መንግስታዊ ኣብያተ ዕዮ ሰብ ኣስቂሎም ዝኣትዎም ዝወፅዎም ዝነበሩ ድሕሪኡ ግን ዝተራእየ ናይ ከተማ ሓለዋታት ናይ ሰኪሪቲ ኩነታት በቃ ፈፂሙ ቀይርዎ እዩ ትብልዎ ዘስተባሃልኩምሉ እንተሃልዩ ኣማኒኤል ኣብኣ ከለኻ። እወ እቲ ዝዓበየ ለውጢ ናይን ኢለቨን ዘምፅኦ እሳ እያ እዛ ደርክያ ኩሉ ጋቨርንመንት ቢልዲንግ ሕጂ ብሜታል ዲቴክተር ከይሓለፍካ ኣይትኣቱን ኢኻ ጃነ ኣብዚ ናይ ሲቲ ኦፍ ኒውዮርክ እየ ዝሰርሕ እንዳተፈተሽካ ኢኻ ትኣቱ ሜታል ዲቴክተር ፕራይቨት ኤርያስ ብዙሕ ግዜ ዘይብሎም ክኾኑ ይኽእሉ ናይ ጋቨርንመንት ቢልዲንግ ፌደራል ስቴት ወላ ሲቲ ክትኣቱ ብሜታል ዲቴክተር ኢኻ ትኣቱ እቲ ሓደ ድማ ስፓት ቼክስ ይገብሩ እዮም እዚ ኣብ ኒውዮርክ ስለዝቕመጥ እቲ ኤንዋይፒዲ ኒውዮርክ ፖሊስ ዲፓርትመንት ብዙሕ ቸካት እዮም ዝብለኪ ሕጂ ሳብወይ ክትኣቱ ከለኻ ጣውላ ጠጠው ኣቢሎም ሓሙሽተ ሽዱሽተ ፖሊስ ባክ ፓክ ዝሓዘ ንዓ እስኻ ዝብልዎ ነቲ ባክ ፓክ ቸክ ይገብርዎ ስፔሻሊ ናይ ጋቨርመንት ቢልዲንግ ቸክ ከይገበርካ ኣይትኣቱን ኢኻ። ንደቅኹም ብዛዕባ እዚ ኩነታት እዚ ንምርዳእ ከመይ ጌርኩም ገሊጽኩምሎም ንቆልዑ ኣቶ ዛይድ? እወ እቲ ወደይ እኳ ንእሽቶ ስለ ዝነበረ ብዙሕ እውን ዝርድኦ ኣይነበረን። እታ ዕብይ ዝበለት ጓለይ ግን ብዛዕብኡ ካውንስሊንግ ይገብሩሎም ነይሮም። ኣብኡ ቤተሰቦም ዝሞቶም ቆልዑ ወይ ገለ ስለ ዝነበሩ ኣብቲ ቤት ትምህርቲ ደዓዕስዎም ወይ ከዓ የፀናንዕዎም ነይሮም እዮም ነቶም ቆልዑት ማለት እዩ ክስንብዱ ከም ዘይብሎም ብወገና እውን ኣብቲ ገዛና ዲስካስ ዝገበርናሉ ድንቀ ከም ዘለና ዝኾነ ነገር እንተሪእና ካብቲ ከባቢ ክንርሕቅ ከም ዘለና ንዓታቶም እቶም ቆልዑ ብፍላይ ክርሕቁ ንዝኾነ ወዲቁ ኢሎም ከልዕሉ ከም ዘይብሎም ይመክር ነይረ ንደቀይ ማለት እዩ ከምዚ ማንኤል ዝበሎ ኮምፕሊትሊ ኒውዮርክ ተቐይሩ እዩ ካብ ዓድና ክንመፅእ ከለና ድላይካ ትኣቱ ዝፍትሸካ ዘይብልካ ዝነበረሉ ኣብ ዝኾነ ይኹን ቦታ ከይተፈተሽካ ትኣትወሉ ነገር ክኸውን ኣይከኣለን ማለት እዩ ዳሕራይ እውን ናብ ሲቲ ኦፍ ኒውዮርክ እየ ስራሕ ጀሚረ ቱ ታውዛንድ ሰቨን ኣብኡ ከዓ ኣብቲ ግራውንድ ዚሮ ዝስርሑ ዝነበሩ ኣፌክትድ ዝኾኑ ሰባት እውን እቲ ትካልና ናይ ሕክምና ስለ ዝኾነ ሬድኤት ይህቡ ስለ ዝነበሩ ኣብኡ ከይዶም ብዙሕ ዝሓመሙ ሰባት ብቐረባ ይፈልጥ ስለዚ ቀሊል ኣይኮነን ነይቲ ህልቂት ነይቲ ሰብ ኣዝዩ ብዙሕ ነይሩ ናይቲ መነባብሮ ናይቲ ህዝቢ ብፍላይ እዚ ናይ ካልእ ዓይነት ሽም ዘለዎ ፕሮባብሊ ናይ እስላም ዓይነት ሽም ዘለዎ ከምዚ ናተይ ሕጂ ዛይድ ናይ ኩሉ ዝኸይድ ሽም እዩ ክርኢ ከሎስ ቁሩብ ሰገጥ ይብልዮም ንገሊኦም ሰባት ብኸምኡ ዓይነት ሽሞም ጥራሕ እውን ነቲ ናይ ኢሚግሬሽን ናቶም ኩነታት ዝደንጎየ ወረቐት ቅድሚ ሕጂ ደሓን ዝነበረ ኣብ ዳሕራይ እዋን ግን ጠጠው ብምባልን ብዙሕ ምፅራያት ብምግባርን ክወሃብ ጀሚሩ ማለት እዩ ስለዚ ሳዕቤኑ ሲ ኣዝዩ ከቢድ እዩ ከምዚ ብቀሊል ጌርካ ትሪኦ ነገር ኣይኮነን ናይ ንበበን ኣብቲ ኤኮኖሚ ብዙሕ ዕንወት ኣኸቲሉ እዩ ኣብቲ ህዝቢ መነባብሮ ብዙሕ ምዳሽሚ ገይሩ እዩ ስለዚ ሲ ብጣዕሚ ከቢድ እዩ ነይሩ ንርኢ ኢና ማለት እዩ ስጋብ ሕጂ እውን ብድሕሪኡ ኬድካ ንምርኣይ ነቲ ከባቢታት ፈፈቲንኩም ዶ ነርኩም ከመይ ነይሩ ኩነታት ኣቶ ኣማኒኤል ኣነ ኣብ ቱ ታውዘንድ ሰቨን ስራሕ ለዊጠ ኣብ ዋን ሰንተር ስትሪት ዝበሃል እቲ ኣብቲ ጥቓ ሲቲ ሆል እዩ እቲ ኮንትሮልስ ኦፊስ ዝበሃል ኣለዎ ኣብኡ እሰርሕ ነይረ ዳርጋ ሰለስተ ብሎክ ድዩ ኣርባዕተ ብሎክ እዩ ካብ ግራውንድ ዜሮ ምሳሕ ክወጽእ ከለኹ ኣብቲ ቦታ ስለ ዝዘውር ብኡ ይሓልፍ ነይረ እቲ ኮንስትራክሽን ክግበር ከሎ እቲ ምጽራይ ክግበር ከሎ ሕጂ እቲ ዝገርም ካብ ምሉእ ዓለም ዝመጽእ ቱሪስት ክርእዮ ይኸይድ ነይሩ። ኣብ ኒውዮርክሲ ዳርጋ ስሳ ሚልዮን ዝኸውን ቱሪስት ይመጽእ እዩ ኤቭሪ ይር ቅድሚ እዚ ፓንደሚክ ማለት እዩ። ኩሉ ዋላ ካብ ኣሜሪካ ይኹን ዋላ ካብ ኣውሮጳ ይኹን ዋላ ካብ ምሉእ ዓለም ዝመጸ ፒክቸራት ዝወስድ ገሊኡ ዝሓዝን ብዙሕ ኢኻ ትርኢ ኣብቲ ኢሚድየት ግዜ ብጣዕሚ ብዙሕ ሰብ ውን ካብኡ ወጺኡ እዩ ካብቲ ኤርያ። በዓል ሎወር መንሃተን ዝበሃል ባተሪ ፓርክ ዝበሃል እዚታት ብጣዕሚ ብጣዕሚ ቀረባ ቦታታት እዩ እቲ ሰብሲብ ናይቲ ቢልዲንጋት ደበና ይኹን ዋላ ሓመድ ሲ ካንሰር ከምጽእ ይኽእል እዩ ብዙሓት ሰባት ናይ ብሪዲንግ ፕሮብለምስ የምጸሎም ኣሎ ገለ ይበሃል ስለዝነበረ ብዙሕ ሰባት ውን ካብኡታት ይወጹ ነይሮም። ግን እቲ ሰብሲ ብዙሕ ግዜ መጺኡ ክርእዮ ምክንያቱ እቲ ብጣዕሚ ዓብዪ ተፈጽሞ ስለ ዝኾነ እወ መዓት ግዜ ከ ወሲዱ እዩ ንዑ ኣጥርዮም ናብ ስራሕ ንምጅማር እወ ኣብኣ ከለኻ ኣቶ ኣማንል ኣብ ዓለም ዘለዎ ፅልዋ ከመይ ትገልፆ?
እዋ ናይ ዓለም ፋይናንስ ዎል ስትሪት እንድዩ እሱ ምተሃረመስ ሕጂ ሕሰብዮ እዚ ናይ ሃርት ኦፍ ቢዝነስ ናይ ዓለም ንክልተ ሰሙን ትሪሊየንስ ኦፍ ዶላርስ ብዘይ ምንቅስቃስ ጠጠው ክብል ከሎ ብጣዕሚ ዓብይ ጽልዋ እዩ ዘለዎ ብከምኡ ምክንያት ድማ ሪሰሽን መጽዩ ድሕሪኡ ካልኣይ ከኣ ኣሜሪካ ኣሜሪካ እንድዩ ከምቲ ንፍልጦሲ ኣብ ኣሜሪካ ዝተገበረ ነገር ኣብ ዓለም ብዙሕ ጽልዋ ስለ ዘለዎ ብጣዕሚ ጽልዋ ገይሩ ከም ዝብለኪ ኤኮኖሚካሊ ብዓቢኡ ሪሰሽን ፈጢሩ ንኣሜሪካ ጥራይ ዘይኮነስ ዋላ ነተን ካልኦት ሃገራት it has impact on everybody። ኣቶ ዛይድ ምናልባት ኣብዚ ክትውስኸሉ ነገር እንተሃልዩ? ኣማኒኤል ጽቡቅ ገይሩ ገሊጽዎ ኣሎ እንድዩ እቲ ሳዕቤን ናይዚ ናይን ኢለቨን ስጋብ ሕጂ ውን ይኸይድ ኣሎ ሓደ ከምዚ ቅድም ኣቢለ ውን ዝበልክዎ ኢኮኖሚ ናይ ኣሜሪካ ኣብ ክልተ ሽሕን ሸውዓተን ሪሴሽን መጺኡ ብዙሕ ቢዝነስስ ከኣ ተጎዲኡ ማለት እዩ ብዙሕ ሰብ ካብ ስራሕ ወጺኡ ብዙሕ ሽግር እዩ ኣጋጢሙ እዚ ናይቲ ናይን ኢለቨን ሳዕቤን እዩ እሱ ጥራሕ ኣይኮነን ዋላ እቲ ሰኪሪቲ ናይቲ ሰራሕተኛ ውን ገዛእ ርእሱ ፍርሒ ራዕዲ መጺኡ ቦርሳታት ኣብ ሓደ ቦታ ኮፍ ኢሉ ክትሪኦ ከለኻ ትስንብድ ካብኡ ክትርሕቅ ትደሊ ሕጂ ሓደ ነይሩ ነይቲ ትሪ ዋን ዋን ዝበሃል ኮል ክትገብር ትኽእል ኢኻ ኤፍሲ ሳምቲንግ ሰይ ሳምቲንግ ዝብል ብፖስተራት ጌርካ ኣብ ኩሉ እቲ ሃንጎለታት እዩ ዝጥቃዕ ማለት እዩ ስለዚ እቲ ኩነታት ኮምፕሊትሊ ተቀይሩ ሓደ ሶሻሊ ኮምፕሊትሊ ተቀይሩ እዩ እቲ ለበል ምግባር ንሰብ በቲ ሃይማኖት ምክንያት ድዩ ወይ በቲ ቆርበቱ ምክንያት ኣብ ምጥርጣር ተኣትዩ እዩ ብወፃኢ ንዝመፅእ ሰብ እውን እቲ ናይ ቪዛ እውን ሊሚትድ ኮይኑ እዩ ከም ድላይካ ትመጽኣሉ ዝነበረ ኣብ ምኽልካል መጺኢት ርክባት ናይ ኣሜሪካ ምስ ካልኦት ንዕኡ እውን ሂንደር ገይርዎ እዩ ማለት እዩ ብዓብኡ ግን በዚ ናይ ኣሜሪካ ዘጋጠመ ሽግር ዘይተተንከፈት ሃገር ኣላ ኣይብለን እየ ብዓለም ዳይረክትሊ ኦን ኢንዳይረክትሊ ብናይ ሓገዝ ንኣሜሪካ ዝኸዳ ብዙሓት ሃገራት ኣለዋ ምስ ኣሜሪካ ትሬድ ዝገብራ ብዙሓት ሃገራት ኣለዋ ንዕኡ ንብምሉኡ ኣፌክት ገይርዎ እዩ ስለዚ እቲ ሳዕቤኑ ብጣዕሚ ከቢድ እዩ ብገንዘብ ዋጋ እንድዒ ክትምኖ ትኽእል እኳ ኣይመስለንን ኣዝዩ ከቢድ እዩ እቲ ሳዕቤን ስጋብ ሕጂ ይቕጽል ኣሎ ሰባት ሓሚሞም ይሞቱ እዮም ብሰንኩ ስጋብ ሕጂ ስለዚ ከቢድ እዩ ካብቲ ትኪ ዝመጸ እዩ ወይ ካብኡ ካብቲ ዝወጸ ነገር ዝመጸ እዩ ተባሂሉ ብሰንኩ ዝሞቱ ሰባት ይፍለጥ ዶ ኣብ ኒውዮርክ እወ እወ ፍለጥ እዩ ብዙሓት ኣለዉ ኣነ ከምቲ ዝበልኩኺ እቲ ናህና ስራሕ ዳሕራይ እየ ጆይን ገይረ ናብኦም ናብ ዝሰርሐሉ ዘለኹ ሕጂ ኣብቲ እዋን እቲ ንሱ መስ ኣጋጠመ ብዙሓት ሰራሕተኛታት ናብቲ ግራውንድ ዚሮ ከይዶም ሰሪሖም እዮም ማለት ተሓጋጊዞም እዮም ምስቲ ሽዑ ኩነታት ዝነበረ ማለት እዩ ሕጂ ዶራናን ገለን ስለ ዝነበረ ሕጂ ንሱ ንገዛእ ርእሱ ናይ ብሮንካይትስ ዓይነት ሳንቡእ ሕማም ረኣዩ ነይሮም፣ ናይ ካንሰር ሕማም ዘምጽኡ ነይሮም ዝፈልጦም ብፓርቲኩላርሊ ዝሞቱ እውን ኣለዉ። ስለዚሲ ቀሊል ኣይኮነን፣ እቲ ድሒርኡ ዝመጸ እውንሲ ከቢድ እዩ፣ ስቲል እውን ይቕጽል ኣሎ፣ ብኸምኡ ዝሳቐዩ ሰባት ኣለዉ፣ ሕክምና ብነጻ ይወሃቦም እዩ፣ ኦፍኮርስ ሕጂ ብዛዕባ እቲ ኩነታት እቲ ማለት እዩ። ግን ብጣዕሚ ዘስግእ እዩ ከቢድ እዩ እቲ ሳዕቤን ነይዚ ናይን ኢለቨን ብቀሊል ነገር ገርካ ከምዚ ኮይኑ ክንድዚ ሰብ ሞይቱ ኢልካ ጥራሕ ኣይኮንካን ትዓጽዎ ሳዕቤናቱን ናብኡ ዘምጾ ጉድኣትን ኣዝዩ ከቢድ እዩ። ኣቶ ኣማኒኤል ሕጂ እቲ ቦታ ከም መዘከርታ ኮይኑ ተሰሪሑ ኣሎ ብዛዕባ እዚ ሕጂ ዘለዎ ምስሊ እውን ቁሩብ ኣብኡ ከለካ ተገሊጽካልና። ጽቡቅ እታ ዓንተይቲ ምልልሳት ዝነበርኩ ብኣ ክጅምር እሞ እቲ ዓቢ ናይን ፖስት ናይን ኢለቨን ዝመጾ እቲ ናይ ካውንተር ቴሮሪዝም ናይ ኣሜሪካ ምስራሕ እዩ ወይ ድማ ኣብ ዓለም እቲ ዝዓበየ ኣብቲ እዋን እቲ ዝተገበረ ድማ ናይ ፓትሪዮቲክ ኣክት ዝበሃል ስጋዕ ሕጂ እውን ኣሎ መስለኒ ኣይ ቲንክ ዝሓለፈ ወርሓት ንዑ ከልግስዎ ይፍቱ ነይሮም ግን ንዕስራ ዓመት ሲ እዚ ብጣዕሚ እቲ ዝሰፍሐ ኣብ ኣሜሪካስ ካውንተር ቴሮሪዝም ዝገብርዎ ዝነበሩ እዩ ጸረ ሽበራ ዝብል እወ ጸረ ሽበራ ዝብል ብዓብኡ ድማ ናይ ኢራቅ ዎር ናይ ኣፍጋኒስታን ዎር ኣፍጋኒስታን ጀስት ኤንድድ ዝሓለፈ ሰሙን ስለዚ ናይ ዕስራ ዓመት ውግእ ኣኸቲሉ ማለት እዩ እቲ ዝዓበየ እዝስ ናይ ኢለቨን ዘምጽኦ ጉዳያት እዩ ካልእ እውን ናይ ኣልሸባብ ኣብ ሶማልያ ኩሉ ዓለም ዝግበር ናይ ሽበራ ናይ ኢለቨን ዘምጽኦ እዩ ክበሃል ይከኣል እታ ካልኣይቲ ክብላ ዝደሊ እቲ ኢምፓክት ናይቲ ብሊንገት ምፍራስ እዚ ዛይደንኮን ዝብሎ ፀንሐ ኣብዚ ኣሜሪካ ናይ ዘድሮጋ ኣክት ዝበሃል ኣሎ ዘድሮጋ ዝበሃል ሰብኣይ ናይ ኒውዮርክ ፖሊስ ዲተክቲቭ ዝነበረ ኣብኡ ኣፍተር ናይን ኢለቨን ናብቲ ሩምንስ ከይዱ ክሰርሕ ከሎ ብከምኡ ምክንያት ካንሰር ሒዝዎ እዩ ዝድሮጋ ኣክት ናይ ሸውዓተ ቢልዮን ዶላር ኮንግረስ ኣፕሩቭ ገይሩ እዩ ንዝኾነ ሰብ ኣብቲ ኤርያ ዝሰርሕ ዝነበረ ወይ ኣብቲ ቀረባ ዝነበረ ብኸምኡ ምኽንያት ሕማም እንተሒዝዎ ትሪት ክግበረሉ ዝኽእል ወይ ድማ ኮምፐንሴሽን ክወሃበሉ ዝኽእል ኢሎም ኣፕሩቭ ዝገበርዎ እዩ። ብዛዕባ እቲ ዝተሰርሐ ሜሞርያል ብጣዕሚ ዘደንቕ እዩ፣ ብጣዕሚ ፅቡቕ እዩ፣ ካብ ኒውዮርክ መፂኡ ኩሉ ሰብ ከም ዝበልኩ ዓዶይ ዳርጋ ሓምሳ ስሳ ሚልዮን ቱሪስት ንዓ ከይረኣየ ዝኸይድ የለን፣ ከምዚ ላንድማርክ ኮይኑ ኣሎ ማለት እዩ። ኣቶ ዛይድ ቅርፂ ናይቲ ተሰሪሑ ዘሎ ንባዕሉ ቅስቲ ቁሩብ ምናልባት ኣብ ካልእ ቦታ ኮይኑ ዝሰምዓና ሰብ እቲ ቅርፂ ከምዚ ፕሪዝም ዓይነት ኮይኑ ኣዝዩ ነዊሕ እቲ ቢልዲንግ ተሰሪሑ ዘሎ ኣብኡ ብዓብኡ ከዓ ናይቶም ቪክቲምስ ኣስማቶም ተገሊፁ ኣለዉ ኣብኡ ለብቲ ቢልዲንግ ማለት እዩ ስለዚ እቲ መዘከርታ ከምኡ ጌርካ ምግባር ህያው ዓይነት ይኸውን ኣሎ ማለት እዩ። ተኻ ኩሉ ግን ካብቲ ኣሜሪካ ጥራሕ ኣይኮነን እቲ ህዝቢ እውን መይቱ ደቂ ንስሰ ዝኾነ ሃገራት እዮም ሞይቶም ኣብኡ ማለት እዩ።
ክቡራትና እምበኣር ንሎሚ ረቡዕ ዘዳለናልኩም ሓፈሻዊ መደብ እዚ እዩ ነይሩ ስለ ዝተኸታተልኩምና ክብረት ይሃበልና ምንያና ጋይሽክን እውን ኣዚናና ነመስግን ብክልተ ተኸታተልቲ መደባት ብዛዕባ ዝኽሪ